መእተዊ መጽናዕቲ ቅዱሳት መጽሓፍቲ ጽቡቕ ኣገባብን እሙን ኣተገባብራን ይሓትት። ክልተ ኣገደስቲ ስነ ፍልጠታት ግቡእ መጽሓፍ ቅዱሳዊ ትርጉም ዝሕልዉ ፍታቴን ሄርሞነቲክስ፣ ሓቲትን ኤግዘጀሲስ እዮም። ፍታቴ ነቲ መጽሓፍ ቅዱሳዊ ጽሑፍ ብኸመይ ከም እነቕርቦ ዝቆጻጸር ክልሰ ሓሳብን መትከላትን ሕግታትን ክህብ እንከሎ፣ ሓቲት ድማ ነቶም መትከላት ተግባራዊ ብምግባር ዝተወሰኑ ክፍሊ መጽሓፍ ቅዱስ ብምውሳድ ኣዕሚቝካ ብምዅዓት ነቲ ዝተሓብአ ትርጕም እቲ ክፍሊ ንምውጻእ ዝሕግዝ መስርዕ ኢዩ። ብሓባር ክጽናዑ ከለዉ ካብ ግጉይ ትርጕም ይከላኸሉን እቲ ዘጽንዕ ንቃል ኣምላኽ ኣብ ልዕሊኡ ውልቃዊ ሓሳባትን ድልየትን ካብ ምጽዓን ንቓል ኣምላኽ ከም ዘስምዖን ከም ዝእዘዞን የረጋግጹ። ንተምሃሮ መጽሓፍ ቅዱስ ኣብ መንጎ ፍታቴን ሓቲትን ዘሎ ፍልልይን ዝምድናን ምርዳእ ንቕዱሳት መጽሓፍቲ ብትኽክልን ብሓላፍነትን ንምሕላው መሰረታዊ እዩ። ሓደ መበቆል ፍታቴን ምዕባለን እታ ናይ ኢንግሊሽ ቃል ሄርሞነቲክስ እትብል ካብ ሄርሞኒዩ ዝብል ግሲ ግሪኽ ዝመጸት እያ። እዚ ኸኣ ምትርጓም፣ ምግላጽ ወይ ምትንታን ማለት እዩ። እዚ ስነ-ቃላዊ መሰረት እዚ ነቲ መሰረታዊ ዕማም ትርጉም ሄርሞነቲክስ ዘጉልሕ እዩ። እዚ ኸኣ ነቲ ብኻልእ መገዲ ድሩት ወይ ዘይፍለጥ ነገር ንጹርነት ንኺህልዎ ይሕግዝ። ምስ ሄርሜስ ዘለዎ ምትእስሳር። ሱር ናይቲ ቓል ምስቲ ኣብ ጽውጽዋይ ግሪኽ ልኡኽ ኣማልኽቲ ዝዀነ ሄርሜስ ዝተኣሳሰር እዩ። ሄርሜስ ኣብ መንጎ መለኮታውን ሰብኣውን ዓውድታት ከም መንጎኛ ዀይኑ ይሰርሕን መለኮታዊ መልእኽትታት ናይ ምብጻሕን ምትርጓምን ዕማም ተዋሂብዎ ነበረ። እዚ ተራ እዚ ንባዕሉ ሕመረት ትርጉማት ዘርኢ እንትኸውን ከሎ ትርጉም ካብ ሓደ ዓውዲ ርድኢት ናብ ካልእ ዓውዲ ንምስግጋር ዘኽእል እዩ። ሄርሜስ ናይ ግሪኽ ልኡኽ ኣምላኽ እታ ሄርሞነቲክስ እትብል ቃል ብስነ ቃል ምስቲ ሄርሜስ ዝብል ሽም ዝተኣሳሰረት እያ። እዚ ኸኣ ኣምላኽ ግሪኽ እዩ። ቀንዲ ተራ ሄርሜስ ከም ልኡኽን ተርጓምን ኣማልኽቲ ኮይኑ መለኮታዊ ቃላት ናብ ደቂ ሰባት ምትሕልላፍ እዩ ነይሩ። ሄርሜስ ንመለኮታዊ ቋንቋ ናብ ሰብኣዊ ርድኢት ዝተርጎሞ ወይ ዘብራህርህ ስሙ ምስቲ ናይ ትርጉም ተግባር ዝተኣሳሰር ኮይኑ ይርከብ። እታ ናይ ግሪኽ ግሲ ሄርሞንዮ፣ ምትርጓም፣ እትብል ካብ ሄርሜስ ዝመጸት ኮይና ጸኒሓ ድማ ሄርሜንያ፣ ምትርጓም፣ ዝብል ስም ረኸበት። ክልተ ፍታቴን ቅድመ ምዕባለን። ጥበብ ፍታቴ ብሰፊሑ ክርኣ ከሎ ፍታቴ ስነ ጥበብን ስነ ፍልጠትን ትርጉሙን እዩ። ኣብ መንጎ ጽሑፍ መልእኽቲ ወይ ተመኩሮን ርድኢት ተርጓምን ዘሎ ክፍተት ንምድልዳል ይጽዕር። ጽሑፋውን ተመኩራውን ትኹረት ፍታቴ ኣብ መጀመርታ ኣብ ቅዱሳትን ስነ-ጽሑፋውን ጽሑፋት ዘተኮረ ክኸውን ከሎ፣ ስፍሓቱ ግን ብተፈጥሮኡ ናብ ተግባራት ምልክታትን ሰፊሕ ተመኩሮታት ደቂ ሰባትን ይዝርጋሕ ነይሩ። ስለዚ ፍታትየ ንክልቲኡ ጽሑፋዊ ርክብን ኣብ ባህልን ህይወትን ንዘሎ ስጋዊ መግለጺታት ትርጉምን ምትርጓም ዝምልከት እዩ። ሃይማኖታውን ቀዳሞትን ኣተገባብርኡ እቲ ቀዳማይ ኣጠቓቕማ ፍታትየ ኣብ ምትርጓም መለኮታዊ መልእኽትታት ዝሰረተ እዩ። ቃላት ኣማልኽቲ መብዛሕትኡ ግዜ ከም ድሩት ወይ ምስጢራዊ ስለ ዝቝጸር፣ ተርጐምቲ ነዚ ምግላጻት እዚ ንምንጻርን ንምትሕልላፍን ርትዓዊ ኣገባብ ማለት ፍታትየዊ ኣገባብ የድልዮም ነበረ። ሰለስተ፣ ፍልስፍናውን ታሪኻውን ዓውደ-ጽሑፍ። ኣበርክቶ ኣሪስቶትል፣ እቲ ኣምር ብቋንቋን ስነ-መጐትን ኣብ መንጎ ኣተሓሳስባን መግለጽን ዘሎ ርክብ ዝምርምር፣ ጽሑፍ ኣሪስቶትል ፕሪሄርሜንያስ ኦን ኢንተርፕሬቴሽን ናብ ወግዓዊ ፍልስፍናዊ ዲስኩር ኣተወ። እዚ ስራሕ እዚ ትርጉም ብኸመይ ብቓላት ከም ዝመሓላለፍን ከም ዝጭበጥን ንምርዳእ መሰረታዊ ቅርጺ ኣንቢሩ። ምዕባለ ብዘመናት ምስ ግዜ ትርጉማት ካብ ጸቢብ ትኹረት ኣብ ሃይማኖታዊ ጽሑፋት ናብ ዝሰፍሐ ኣገባባዊ ስነ ፍልጠት ዓብዩ። ተመራመርቲ ስነ መለኮትን ፍላስፋታትን ድሒሮም ዝመጹ ምሁራት ስነ ጽሑፍን ሕግን ነቲ ዝተሓላለኸ ትርጉምን ዓውደ ጽሑፍን ኣተገባብርኡን ንምፍታሕ ስርዓታት ፍታቴ ኣማዕበሉ። ኣርባዕተ፣ ዘመናዊ መደባት ምስፍሕፋሕ ኪኖ ስነ መለኮት ኣብ ዘመናዊ ኣካዳምያዊ ዲስኩር ፍታቴ ኣብ ስነ መለኮት ወይ ፍልስፍና ጥራይ ዝተሓጽረ ኣይኮነን። ሕጂ ድማ ስነ ጽሑፍ፣ መጽናዕቲ ሕጊ፣ ታሪኽን ማሕበራዊ ስነ ፍልጠትን ሓዊሱ ሰፊሕ ስነ ፍልጠታት ዘጠቓለለ ኮይኑ ፍታቴ ማእከላይን ዘይነዓቕን ግደ ኣለዎ። እዋናዊ ትርጉም፣ ዘመናዊ ፍታትያ ኣብ መንጎ ተርጓምን ጽሑፍን ወይ ርእሰ ጉዳይ ትርጉም ንዘሎ ሓይላዊ ምትእስሳር የጉልሕ። ፍታትየ ዝመሓላለፍ ጥራይ ዘይኮነስ ኣብ መንጎ ታሪኻዊ መልእኽትን ህሉው ርድኢትን ኣብ ዝግበር ርክብ ብንጥፈት ዝህነጽ ምዃኑ ይግንዘብ። ሓሙሽተ፣ ፍታቴን ሓቲትን ንጽጽራዊ መጽናዕቲ። ሓደ ፍታቴ ክልሰ ሓሳብን መትከላትን ኣገባብን ትርጉም ይህብ። ፍታቴ ከም ዝስዕብ ይሓትት፣ ከመይ ጌርና ንትርጉም? ኣብ ሓደ ጽሑፍ ትርጉም ኣብ ምርካብ እንታይ ሕግታት ወይ ማዕቀፋት ክመርሑና ይግባእ ዝብሉ ወሰንቲ ሕቶ ይሓትት። ብስፍሓት ዝሰፍሐ ኮይኑ ፍልስፍና፣ ስነ ቋንቋ፣ ስነ መለኮት ዋላ እውን ባህሊ ዝሽፍን እዩ። ሓፈሻዊ መትከላት ይህብ፣ ሕግታት ቋንቋ፣ ዓውደ ጽሑፍ፣ ቅዲ፣ ዕላማ ደራሲ፣ ታሪኻዊ ድሕረ ባይታ ከምኡ እውን ስነ መለኮታዊ ትርጉም ይደሰስ። ክልተ ሓቲት ግብራዊ ኣተገባብራ ኣገባባት ትርጉም ኣብ ሓደ ፍሉይ ጽሑፍ ጠመተ ይህብ። ሓቲት ከም ዝስዕብ ይሓትት። እዚ ጽሑፍ እዚ ኣብቲ መበቆላዊ ኩነታቱ እንታይ ትርጉም ኣለዎ? ሎምኸ ትርጉሙ ብኸመይ ክርዳእ ይከኣል? ዝብሉ ወሰንቲ ሕቶ ይሓትት። ብስፍሓት ዝጸበበ ኣብ ዝርዝር መብርሂ ፍሉያት ክፍልታት ዘተኮረ፣ ነቶም መትከላት ኣብ ምትንታን ሓደ ፍሉይ ጥቕሲ ወይ ክፍሊ የተግብሮ። ሰለስተ። ኣብነት፣ ፍታቴ ከም ፕላን ገዛ፣ እንትኸውን ሓቲት ድማ ብመሰረት እቲ ፕላን እቲ ጭቡጥ ህንፃ ናይቲ ገዛ ይኸውን። ፍታቴ ሕግታት ናይቲ ፀወታ ክኸውን ከሎ ሓቲት ድማ ኣብ ሜዳ ፀወታ ምፅዋት ይኸውን። ኣርባዕተ፣ ርክብ ክልቲኦም ክልቲኦም ተደጋጊፎም ዝኸዱ እምበር ኣይጓነፁን እዮም። ፍታቴ ብዘይ ሓቲት ክልሰ ሓሳብ ብዘይ ልምምድ እዩ ዝኸውን። ብሓባር ድማ ንመጽሓፍ ቅዱሳዊ ሚዛናውን ዘተኣማምንን ኣገባብ ዘለዎ ትርጉም ይህብ። ሓሙሽተ ተፈጥሮ ፍታቴ ክልሰ ሓሳብ ትርጉም ሓቲት ልምምድ ትርጉም ስፍሓት፣ ፍታቴ፣ ሰፊሕ፣ ሕግታት፣ ኣገባባት፣ ፍልስፍና፣ ሓቲት፣ ጸቢብ፣ ፍሉይ ጽሑፍ ክፍሊ። ዝሓቶ ሕቶ፣ ፍታቴ፣ ጽሑፋት ብኸመይ ክትርጎሙ ኣለዎም? ሓቲት፣ እዚ ጽሑፍ እንታይ ማለት እዩ? ተግባር፣ ፍታቴ ማዕቀፍ ሳይንስ ኣተገባብራ ስነ ጥበብ ሓቲት ኣብነት ምሳሌታት ንምትርጓም ዝሕግዙ ሕግታት። መደምደምታ ፍታቴ ሳይንስን ክልሰ ሓሳብን ትርጉም ክኾን ከሎ ሓቲት ድማ ነቲ ክልሰ ሓሳብ ኣብ ሓደ ጽሑፍ ንምትግባር ዝሕግዝ ስነ ጥበብን ልምምድን እዩ። ክልቲኦም ዘይናጻጻሉ መሻርኽቲ እዮም። ፍታቴ መሪሕ መትከላት ይህብ ሓቲት ድማ ብዝርዝር ጽሑፋዊ ትንተና ይፍጸም። ምንጪ ጽሑፍ ካብ ጽሑፋት ዘነበ ኣለሙ። እግዚኣብሔር ይባርኽካ ዘነበ ስለ ምክትታልኩም እግዚኣብሔር ይባርኽኩም። ናብ ካልኦት ክባጻሕ ድማ ሼር ግበርዎ ኢኹም። ሻሎም